ኩላትና ንዝክሮ ኢና ነቲ ብጣዕሚ ዝሕዝን ታሪክ ናይዛ ኤርትራዊት ሓፍትና እዳዋ ተቆሪጹ ኣብ ኣውቶባን ተረከበት ህጂ ከኣ ርእሳ ተቆሪጹ ነይሩ ተባሂሉ ነይሩ ሸውዓተ ግዜ እቲ ርእሳ ኣይተረከበን ነይሩ ህጂ ሎምዓንቲ ሓድሽ ዜና ወጺኡ ኣሎ እንታይ እስከ ተሰማሚዕና ሕጂ ብዚኣ ጊፍቲ ክሰዱ እንድዮም በቃ ክገብረኒ ኢላ ኣላ እስኻ ከኣ ትዳሎ ዲኻ ኣይትገብራ ዲኻ። እዋይ ሰላም ሰላም ዳሕና ድኹም ከመይ ትጸንሑ ተመሊሰ መጽየ ኔኹ ናይ ሎማዕንቲ ሒዘልኩም ዝመጻኹ ቪድዮታት ንዓኹም ሳብ ዝናኔን ደስ ዝዋሉ ቪድዮታት ኒኹ ሓደሽቲ ቤተሰብ እንተሃሊኹም ነዚ ቻናል ኩልኹም ሰብስክራይብ እናገበርኩም ጀምሮ ክብራት ኣዘብቲ እስከ ንኸድ ናብቶም ቪድዮታትና ዘለዉ ክወስደኩም እስከ ሕት ከም መጀመሪት ቪድዮና ክትኾን ብዛብ ዘላ ቪድዮ እስኪ ንጀምር ሓደን ዓሰርተ ኣበይ ከም ዝወስዳ ነዚኣ ሰበይቲ ሰበይቲ ዘየለ እስከ ሕጂ ኣይረኸብኩዋን ክንደይ ክንደይ ክንደይ ዓመት ወሲዱላ ክትመጽእ ኣቲ ምጽባ ኣቲ

እወ ወይ ጉድ ከምዚ ዓይነት ፕራንክ የለን እሺ ሓደ እንድዩ ክምርዓው ደልዩ ባባ ክምርዓው ደልየ ኢልዎ ዋእ ጽቡቕ እምበር መን ደኣ መሪጽካ ኢልዎ ጓል ኣቦይ ክስቶ ዘብ ከምዚ ገዛ ኖኖኖኖኖ ኣዲኣ ዓርከይ ስለ ዝነበረት ሓፍትኻ ክትከውን ትኽእል እያ ኣይትምርዓዋን ኢኻ ኢሉ ወይለይ ኢሉ ድሕሪ ክንደይ ከኣ ካልእ ጓል ኣፍቂሩ ባባ ክምርዓው ደልየ ኢልዎ መመሪጽካ እቲ ከማለይ ኣርሕቅ ኣቢሉ ማለት እዩ ኣብ ከምዚ ከምዚ ገዝኦም ጓል ኣቦይ ክስ እውይ እሳ ከኣ ድገደደ ተመሃራይ ተመሃሮ ከለና ዓርከይ ነይራ ኣዲኣ ሓፍትካ ክትከውን ትክእለ መሪርዎ ከይዱ ነዲኡ ኣቲ ማማ ክምርዓው ደልየስ ጓል ኣቦይ ክስ ተተምጻኩ ሓፍትካ ከይትከውን ኢሉኒ ጓም ዘተገብርካ ክስ ወልካ ተመርዓው እሱ ከ መን ኣቦካ ኢሉካ ኢላቶ
ካብዚ ባሕሪ እናሕዋት እሺ ንቐፅል ያተ ትብለላ እዛ ጓል እዚኣ ፀገም ኣለክን
ጀላ
ግበርሸን በቃ ድሓን እየ ሕጂ ንስኻ ኣዋልድ ኣይትብፅሕ ከምዚ መፅአን ዋ ሸላይ ፎቶ ክያ ገለ ክብላካ ከለዋ ከይትሰምዐን ኣበይ ክትነብሪ ከሰ ኣብዚ ቀረባ ኣርባዕተ እዩ ዘለኹ በልጅም እዩ በልጅም ቅዱስ ሚካኤል በለ ኣሜሪካ ኩን ዘለኺ ኣነ ስእሊ ክለገፅ እኮ ኣሜሪካ ኣለኹ ዝብል በዓቲ ተኾንክቲ በልጅም ደኣ ሞ ይመፅእ እንደ ከላ እሞ ዘይፈለጥ ክኾን ትመፅእ ኣነ ሸጥ ሞ ኣነ በልጅም ዳገዛውተይ

ካብ ልቢ ኣውፅካ
ጓለይ ትስከር እዩ ኣሓት እሺ
እዞም ሰባት ኩሎም
ማደርፊ ደኺ ናይ ወደ ብሩኽ ናይ ቀደም ዘቢብ እያ ኣነስ ናፊቐ እያ ዘቢብ ብርኽ ሓምበል ሃራ
ማዛ ደሓን ይኽሎ መዓንቲ

ኣንታ ሕጽይቲ እኮ እየ እንታይ ኣለዎ ድዩ ዋእ ኣዋልድ ዓድና ደርፊ ከውጻለ ድሓር ከኣ ጥራሕ ኣጸኒሓ ኢሎም ወጪ ከዲኖም ዓዲ ክመልሱኒ ድሓን ድሓን ድሓን ድሓን ጸገም ዝበሃል የብልክን ኾይኑ ዶ ይጽግመኒ እታ ድሮ መርዓ ክመልሰልኪ እየ ዋእ ይከኣል ዲኹም ይከኣል እዩ ጭብጥ ኣቢለ እንተ ሕቑፍ ከብለኪ እየ ሻዕ ኣታ

ኣይትድከም ኣቢ እዚ ሰብኣይ ኣቢና እዩ ኣቦ ዋላ ሓንቲ ክገብር ኣይክእል እዩ ኖ ኖ ኖ ኖ ፈልጥ ኣቢ እንዲ ሓንቲ ወይ ክንዲ ምንታይ ልቢ ሰዲድናሉ እንዲ ክንዲ ምንታይ ጊፍቲ ድወሲድና ነውሪ ነውሪ ነውሪ ብዓብ ስማ ዓርከኒ ዓርከኒ ዓርከኒ ዓርከኒ ዓርከኒ ዝበለኒ ንሳ ወዲኦ በቃ በፂሖማ ኣለዉ ዓርከኒ ዝበለኒ ስማዕ ነገረካ ይሰማዓኒ ዓርከኒ ሰሚዕኹሞም ኢኹም ክብረት ዓዘብቲ ብቻ እዚኦም ዝመስሉ ዓበይቲ ሰባት ኣብ ላይቭ ጊፍቲ ስደዱ እሞ ክንጋበር ኢና እዮም ዝር ዘለዉ መቸም ካብዚኦም ይምሓረና ወይ ጉድ እ፣ ግዜ ከፍዩ ዘሎ ኣሕዋት ብቻ እስከ ሓሰምቱ ኣሊኩም ሓሶም ኣብ ቦታ ኮመንት እናገለፅኹም ንቐፅል እስከ
ኩላትና ንዝክሮ ኢና ነቲ ብጣዕሚ ዝሕዝን ታሪክ ናይዛ ኤርትራዊት ሓፍትና እዳዋ ተቆሪጹ ኣብ ኣውቶባን እንተረከበት ህጂ ከኣ ርእሳ ተቆሪጹ ኔሩ ተባሂሉ ኔሩ ሸውዓተ ግዜ እቲ ርእሳ ኣይተረከበን ኔሩ ህጂ ሎምዓንቲ ሓድሽ ዜና ወጺኡ ኣሎ ሓደ ርእሲ ኣብ በረካ ናይ ቨንደን ዝባሃል ከባቢ ተራኪቡ ህጂ ኣብ ሓደ ቱቴ ዩ ኔሩ እዚ ርእሲ ኣብ ሓደ ቱቴ ተዓሺቡ ህጂ ሰራሕተኛ ኖርማል ታራ ሰባት እዮም ሰማንያ ተኣኪቦም ዕስራን ሓምሽትን ካብኦም ቆሉዑት ነቲ ከባቢ የጽርይዎ ኔሮም ነይ ጽርየት መደብ ኔሩ ኣብቲ ከባቢ ህጂ ነቲ በርኻ ከይዶም የጽርይዎ ኔሮም ኣብኡ ሽዑ ነዛ ትዊተር ሂቦማ ህጂ ፖሊሳይ ሃገን ናቶም ጥርጣረ እንታይ እዩ እዚ ርእሲ ተራኪቡ ዘሎ ነይዚኣ ኤርትራዊት ሓፍትና ከም ዝኮነ ስለዚ ኦብዱክስዮን ይግበር ኣሎ ሎምዓንቲ ኣብ ዜና ኣውጺኦሞ ክምርምርዎ እዮም ነይ ዲኤንኣ ቴስት ክግበር እዩ ግን ብጣዕሚ ብሃይ ካልኩለይሽን እሳያ ክኸውን ዘለዋ ይብሉ ኣለው እቶም ፖሊስ ናይቲ ከባቢ ስለዚ ክንብረኩም ኢና ግን ብጣዕሚ ዝሕዝን ናይዛ ሓፍትና ኣብ ዛማን ትሪእዋ ኣለኹም ሓውቦኣ ኢዚ ኣብዚ መጺኡ ይዛረብ ዘሎ ኢንተርቪው ገይሩ ነይሩ ብዛዕባ እቲ ኩነታት ከመይ ኣለው እቶም ስድራ ገለ ተዛሪቡ ነይሩ ወርሒ ክልተ ብጣዕሚ ዝሕዝን እዩ ናታ ርእሲ ግን i think ተራሂቡ ኣሎ ኣብ ቨንደን ዝባሃል ቦታ። እስኪ ክብራት ኣዘብቲ እቲ ቪድዮ ብቻ ከምቲ ዝርኹም ወይ ዝመስል ሓሳብ እንተሃልዩኩም እስከ ሓሳኹም ኣብ ቦታ ኮመንት እናገለጽኩም ናይ ሎማንቲ ቪድዮታትና እዚኦም ይመስሉ ነይሮም ኣብ ቐጻሊ ቪድዮ ተመሊሰ ክሳብ ዝመጽእ ነዚ ቻናል እዚ ኩልኹም ሰብስክራይብ ምግባር ከይትርስዑ ክብራት ኣዘብቲ ፒስ ይመችኹም